ምዕባሌታት ጥራይና ኣብ ዝኽርታትና ሒዝና ንኸይድ። ብታሪኽ ኣመጻጽኣ ኣጠማምታኣና ክሪኦ ከለኹ ብዙሕ ግዜ ምናልባሽ ኣብዚ ቐረባ ዓመታት እውን ክንሰርሓሉ ኣለና ዝብሎ ከምዚ ትብሎ ዘለኻ እንታይ እቲ ጸገም እንታይ እዩ ችግሮም እዞም ሰባት እዚኣቶም ስለምንታይ ከምዚ ዓይነት ተሰብሎ ወይ ኦብሴሽን ንቐጻሊ ከኣ ካብ እታ ከትብሎ ዝረኤ ድሕር ኢልካ ኣነ ናይ ጥልያን መግዛእቲ ኣብ ርእስና ከይወጽእ ከየብለካ ግን ሓጺር ሓጺር ክስታበካ እየ ነዊሕ ምርምራት ዘካየድኩሉ እዩ እቲ ናይ ጥልያን መግዛእቲ ከም ካልኦት መግዛእትታት ማለትሲ ኣብዚ ዓዲ ስለምንታይ እዩ መፂኡ ኢልካ እንድሕር ሓቲትካ ብዙሕ ዘረባታት ከተምፅእ ትኽእል ኢኻ። ኣብ ውሽጢ ስሳ ዓመታት ክሳብ መወዳእታ ናይ ካልኣይ ኲናት ዓለም ናይ ግዝኣት ጥልያን ዝበሃል ኮት ኣንኮት ዝብል ኣነ ግዝኣት ጥልያን ነይሩ ኢለ ኣይኣምንን እየ። ግዳን ኣይገዘእን ዋላ ኣብ ሶማል ዋላ ኣብ ሊብያ ዋላ ኣብ ኢትዮጵያ ውን ኣይገዘእን ሚእትን ሓምሳን ሽሕ ኤርትራውያን ኣዕስኪሩ እዩ እዚ ኩሉ ናይ ስሳ ዓመት ኤክስፐዲሽን ኣካይድዎም ታሪኾም ዝፈልጥ ኣሎ ናይዞም ሚእትን ሓምሳን ሽሕ ዓስከር ሊብያ ከይዶም ተዋጉ ኣብ ዓድጋን ከይዶም ተዋጉ ኣብ ኣዲስ ኣበባ ከይዶም ቦምባ ደርበዩ ኣብ ሶማል ከይዶም ተዋጉ ኣበይ ኣለዉ መን ፈልጦም ንዓታቶም ካሊእና ዛንታ ንፈልጥ ንሕና ድሕሪ ናይ ተስዓን ሽዱሽተን ናይ ዓድዋ ውግእ ሲንድሮም እየ ዝብሎ ኣነ እቲ ዝዓበየ ሲንድሮም ንመግዛእቲ ጥልያን ሕልምታት ባህጊ ነይርዎ ክኸውን ይኽእል ግን ከመይ ገይሩ ነቲ ግዝኣት ትብሎ ከርግኦ ይኽእል ድሕሪኡ እዚ ናይ ሚትን ሓምሳን ሽሕን ካልኦትን እንታዋ ትብሎ

ብዛንታ ብግብሪ ሓደ ብሓደ ክትጽብጽብ ትኽእል ኢኻ። ሃጸይ እከለ ነይሩ፣ ሃጸይ እከለ ነይሩ ኣይኮነን ዘሎ እቲ ሕቶ። ኣብ ኢትዮጵያ ዝነበረ ዳይናሚክስ ኣብ መበል ዓሰርተው ትሽዓተ ክፍለ ዘመን ይኹን ድሕሪኡ ዝማዕበለ ናይ ዓሰርተ ሓሙሽተ ክፍለ ዘመን ናይ ሰለስተ ሽሕ ናይ ገለ ዝበሃል ገዲፍካ ማለት እዩ ናይ ሃይለስላሴ ስርዓት ኣብ ኣዲስ ኣበባ ክምስረት ከሎ ኢትዮጵያ ትበሃል ኮፍ ክትብል ከላ ኣቢሲንያ ገዲፍካ ማለት እዩ ናይ ካልኣይ ኩናት ዓለም ዝተዓወተ ሓይልታት ዘምጽኦ ኩነት ሃዲሙ ዝነበረ መንግስቲ ኣይነበረ ናይ ጎንደር ታሪክ ከነምፅእ ንኽእል ኢና ናይ መቕደላ ኣፀይ ቴድሮስ ርእሱ ምስ ቀተለ ወዱ ኮንግሱ ንዓዲ እንግሊዝ ወሲዶሞ ዓሳ ሓሚሙ ሞይቱ ተባሂሉ ሕጂ እቲ ናይ ገዛእቲ ሓይልታት ወኪል ስርዓት ናይ ምፍጣር ሓድሽ ኣብ ድሕሪ ኣርብዓን ሓደን ዝመፀ ኣይኮነን ካብ ክፍላ ዓሰርተ ትሽዓተ ዝነበን ዝነበረ እዩ ስለምንታይ ሽዑ እዚ ተሓርዩ ከም ስርዓት ከም ወኪል ስርዓት መግዛእቲ ናይ ኢትዮጵያ ነይሩ ብዘይ ኤርትራ እንድዒ ኢሎምና ኣነ ናይ ውክልና መግዛእቲ ትብል ተኺኢላ ብውክልና ዝመፀ መግዛእቲ እምበር መግዛእቲ ኣይኮነን ተርፍ ንሱ እቲ ናይ ጥልያን መግዛእቲ ወይ መግዛእቲ ነይሩ ድዩ ይኮነን ካልእ ብዙሕ ሕሳባት ዘለዎ መፂኡ ሽዑ ናይ ካልኣይ ኩናት ዓለም ኩነታት ዓለም ስርዓቱ ተቐያይሩ ናብ ዝሑል ኩናት ንኣቱ ኣለና ተፈጢሩ ሓደ ትራያንግል ክህልወና ኣለዎ ኢሎም እንግሊዝን ኣሜሪካን እቶም ሽዑ ተዓዊትና ዝበሉ ዘምጽዎ እዩ። ኢራን፣ እስራኤል፣ ኢትዮጵያ ትራያንግል ናይዚ ከባቢ እዚ ናታቶም ጽልዋ ኣብ ዞባ እዚ ክሕልዋ ክኢላ ተባሂለን ዝተሓብሓባ እየን ማለት እዩ። ንሱ ዝፈጠሮ ጸገማት እዚ ሕጂ ንርስዖ ሓደ ሓደ እዋን ዝመጽእ ብኸመይ እዩ መጺኡ? ስለምንታይ ኢና መሰልናን ርእሰ ውሳኔ ተነፊግና? ስለምንታይ እዩ ናጽነትና ተነፊጉና ሽዑ? ስለምንታይ እዚ ኩሉ ተቓሊስና እንድሕር ኢልና ብደገ ዝመጸ ውሳኔ እዩ። ናይ ሃይለስላሴ ስርዓት ደምጾ ኣይኮነ ዋላ ናይ መንግስቱ ስርዓት ደምጾ ኣይኮነ ደገ ተወሰነ እዩ። ስለምንታይ ተወሲኑ? ጆግራፍያዊ ቦታ ድዩ? ጂኦፖለቲካዊ ኣገዳስነት ናይቲ ቦታ ድዩ? እንታይ እዩ ፍሉይነት ከምዚ ዓይነት ቀጻሊ ድመጸ? ትማሊ ናጽነትና ወይን ጨቢጥና ኢና፣ ዝኸፈልና ከፊልና፣ ተጓዕዝና ተጓዒዝና ኣብዚ በጺሕና ኣብ ተባህለሉ እዋን እውን ስለምንታይ ኢና ንሕና ታርጌትድ ንኸውን? ኣንደርዶግስ ኢና ንሕና ከምዚ ኮይና ንኣንጻርና ጥሙቱና ኢና ዓበይቲ ኢና ንሕና ዶ ኣይኮነ

ናይ ጥልያን መግዛእቲ ከም ካልኦት መግዛእትታት ማለት ኣብዚ ዓዲ ስለምንታይ እዩ መፂኡ ኢልካ እንድሕር ሓቲትካ ብዙሕ ዘረባታት ከተምፅእ ትኽእል ኢኻ። ኣብ ውሽጢ ስሳ ዓመታት ክሳብ መወዳእታ ናይ ካልኣይ ኩናት ዓለም ናይ ግዝኣት ጥልያን ዝበሃል ኮት ኣንኮት እየ ዝብል ኣነ ግዝኣት ጥልያን ነይሩ ኢለ ኣይኣምንን እየ ጥልያን ኣይገዘእን ዋላ ኣብ ሶማል ዋላ ኣብ ሊብያ ዋላ ኣብ ኢትዮጵያ ውን ኣይገዘእን ሚእትን ሓምሳን ሽሕ ኤርትራውያን ኣዕስኪሩ እዩ እዚ ኩሉ ናይ ስሳ ዓመት ኤክስፐዲሽን ኣካይድዎ ታሪኾም ዝፈልጥ ኣሎ ናይዞም ሚእትን ሓምሳን ሽሕ ዓስከር ሊብያ ከይዶም ተዋጉ ኣብ ጥልያን ከይዶም ተዋጉ ኣብ ኣዲስ ኣበባ ከይዶም ቦምባ ደርበዩ ኣብ ሶማል ከይዶም ተዋጉ ኣበይ ኣለዉ መን ፈልጦም ንዓታቶም ካሊእና ዛንታ ንፈልጥ ንሕና ድሕሪ ናይ ትዓት ኣብ ኣዲስ ኣበባ ክምስረት ኮሎ ኢትዮጵያ ትበሃል ኮፍ ክትብል ኮላ ኣቢሲንያ ገዲፍካ ማለት እዩ ናይ ካልኣይ ኩናት ዓለም ዝተዓወተ ሓይልታት ደምፅኦ ኩነት እዩ ሃዲሙ ዝነበረ መንግስቲ ኣይነበረ ናይ ጎንደር ታሪክ ከነምፅ ንኽእል ኢና ናይ መቅደላ ኣፀይ ቴድሮስ ርእሱ ምስ ቀተለ ወዱ ኮንግሱ ንዓዲ እንግሊዝ ወሲዶሞ ዓሳ ሓሚሙ መይቱ ተባሂሉ ሕጂ እቲ ናይ ገዛእቲ ሓይልታት ወኪል ስርዓት ናይ ምፍጣር ሓድሽ ኣብ ድሕሪ ርብዓን ሓደን ዝመፀ ኣይኮነን ካብ ክፍላ ዓሰርተ ትሽዓተ ዝነበረ እዩ ስለምንታይ ሽዑ እዚ ተሓርዩ ከም ስርዓት ከም ወኪል ስርዓት መግዛእቲ ናይ ኢትዮጵያ ነይሩ ብዘይ ኤርትራ እንዳ ኢሎምና ኣነ ናይ ውክልና መግዛእቲ ትብል ትኽእል

ምዕባሌታት ጥራይና ኣብ ዝኽርታትና ሒዝና ንኸይድ። ብታሪኽ ኣመጻጽኣ ኣጠማምታኣና ክሪኦ ከለኹ ብዙሕ ግዜ ምናልባሽ ኣብዚ ቐረባ ዓመታት እውን ክንሰርሓሉ ኣለና ዝብሎ ከምዚ ትብሎ ዘለኻ እንታይ እቲ ጸገም እንታይ እዩ ችግሮም እዞም ሰባት እዚኣቶም ስለምንታይ ከምዚ ዓይነት ተሰብሎ ወይ ኦብሴሽን መቐጸሊ ከኣ ካብ እታ ከትብሎ ዝረኤ ድሕር ኢልካ ኣነ ናይ ጥልያን መግዛእቲ ኣብ ርእስና ከይወጽእ ከየብለካ ግን ሓጺር ሓጺር ስታበካ ነዊሕ ውክልና ዝመጸ መግዛእቲ እምበር መግዛእቲ ኣይኮነን። ተርፍ ንሱ እቲ ናይ ጥልያን መግዛእቲ ወይ ንመግዛእቲ ነይሪ ድዩ ኮነ ካልእ ብዙሕ ሕሳያት ዘለዎ መጺኡ ሽዑ ናይ ካልኣይ ኩናት ዓለም ኩነታት ዓለም ስርዓቱ ተቀያይሩ ናብ ዝሑል ኩናት ንኣቱ ኣለና ተፈጢሩ ሓደ ትራያንግል ክህልወና ኣለዎ ኢሎም እንግሊዝን ኣሜሪካን እቶም ሽዑ ተዓዊትና ዝበሉ ዘምጽዎ እዩ ኢራን፣ እስራኤል፣ ኢትዮጵያ ትራያንግል ናይዚ ከባቢ'ዚ ናታቶም ጽልዋ ኣብ ዞባ'ዚ ክሕልዋ ክኢላ ተባሂለን ዝተሓብሓባ እየን ማለት እዩ። ንሱ ዝፈጠሮ ጸገማት እዚ ሕጂ ንርስዖ ሓደ ሓደ እዋን ዝመጽእ ብኸመይ እዩ መጺኡ? ስለምንታይ ኢና መና መሰልናን ርእሰ ውሳኔ ተነፊግና? ስለምንታይ ናጽነትና ተነፊጉና ሽዑ? ስለምንታይ እዚ ኩሉ ተቓሊስና እንድሕር ኢልና ብደገ ዝመጸ ውሳኔ እዩ። ናይ ሃይለስላሴ ስርዓት ደምጾ ኣይኮነ ዋላ ናይ መንግስቱ ስርዓት ደምጾ ኣይኮነን። ብደገ እተወሰነ እዩ። ስለምንታይ ተወሲኑ? ጆግራፍያዊ ቦታ ድዩ? ጂኦፖለቲካዊ ኣገደ ሰዓን ሽዱሽተን ናይ ዓድዋ ውግእ ሲንድሮም እየ ዝብሎ ኣነ። እቲ ዝዓበየ ሲንድሮም ንመግዛእቲ ጥልያን ሕልምታት ባህጊ ነይርዎ ክኸውን ይኽእል ግን ከመይ ገይሩ ነቲ ግዝኣት ትብሎ ከርግኦ ይኽእል ድሕሪኡ እዩ እዚ ናይ ሚእትን ሓምሳን ሽሕን ካልኦትን እንታዋ ትብሎ ኣብ ናኹራት ተቐትለ ብተፈላለየ መገዲ ተጨፍጨፈ ጥልያን መከተ ታሪኹ ሎሚ ዝዛረበሉ የለን ከም ዘይነበረ ይታብሉ ጠፊኡ ድሕሪ ካልኣይ ኩናት ዓለም ሓደ ሚት ተፈጢሩ ክሪኤሽን ናይ ኢትዮጵያ ኢትዮጵያ እዩ ዘረታታታ ናይ ሓበሻ ናይ ኣቢሲንያ ኢልካ ትዛረብ ትኽእል ኢኻ ካልእ ታሪኽ እዩ ኢትዮጵያ ትበሃል ግን ናይ ካልኣይ ኩናት ዓለም ክሪኤሽን እያ ብዛንታ ብግብሪ ሓደ ብሓደ ክትፅብፅብ ትኽእል ኢኻ ኣፀይ ከለ ነይሩ ኣፀይ ከለ ነይሩ ይኮነን ዘሎ ትሕቶ ኣብ ኢትዮጵያ ዝነበረ ዳይናሚክስ ኣብ መበል ዓሰርተው ትሽዓተ ክፍለ ዘመን ይኹን ድሕሪኡ ዝማዕበለ ናይ ዓሰርተ ሓሙሽተ ክፍለ ዘመን ናይ ሰለስተ ሽሕ ናይ በለ ዝበሃል ገዲፍካ ማለት እዩ ናይ ሃይለ ስላሴ ስራሕ ኣመጻጽኣ ኣጠማምታኣና ክሪኦ ከለኹ ብዙሕ ግዜ ምናልባሽ ኣብዚ ቐረባ ዓመታት እውን ክንሰርሓሉ ኣለና ዝብሎ ከምዚ ትብሎ ዘለኻ እንታይ እቲ ጸገም እንታይ እዩ ሽግሮም እዞም ሰባት እዚኣቶም ስለምንታይ

ምዕባሌታት ጥራይና ኣብ ዝኽርታትና ሒዝና ንኸይድ። ብታሪኽ ናይ ጥልያን መግዛእቲ ኣብ ርእስና ከይወጽእ ከየብለካ ግን ሓጺር ሓጺር ክስታበካ እየ ነዊሕ ምርምራት ዘካየድኩሉ እዩ እቲ እዚ ዓይነት ተሰብሎ ወይ ኦብሴሽን ንቐፃሊ ከዓ ካብ እታ ካትብሎ ዝረኣ ድሕር ኢልካ ኣነ